ሰላም ክቡራት ተኸታተልቲ ንሐዚ ኣሜሪካ ኣብ መንጎ ኢራንን ኦማንን ዝግበር ስምምዕነት ወሽመጥ ሆርሙዝ ዳግም ንምኽፋት ክሕግዝ እዩ ዝብል እምነት ከምዘለዋ ከምዝገለፀትን ኣብ መንጎ ስዑድ ዓረብ ፓኪስታንን ቱርክን ዝተገበረ ስምምዕነት ምክልኻል ስትራቴጂካዊ ረብሕኡ ዝምልከት ፀብፃብን ቀዳማይ ሚኒስትር ኣብይ ኣሕመድ ብዛዕባ ታሪክ ስልጣንን ህዝቢ ኦሮሞ ምስ ኤርትራን ኢትዮጵያን ኣተሓሒዙ ዝሃቦ መግለፂ ዶክተር ቴድሮስ ኣድሓኖም ንቫይረስ ኢቦላ ዝኸውን ሓድሽ ናይ ክታበት ተስፋ ከምዘበሰረ ዝገልፅ ሓበሬታን ሒዝናልኩም ኣለና ክሳብ መወዳእታ ክትከታተሉ ብኽብሪ ዕድመኩም። ሮይተርስ ንሓደ ላዕለዋይ በዓል ስልጣን ኣሜሪካ ብምጥቓስ ከም ዝሓበሮ፣ ዋሽንግተን ወሽሞጥ ባሕሪ ሆርሙዝ ዳግም ንምኽፋት ስሩዕ ምንቅስቓስ ንግዳዊ መራኽብ ንምጅማር ዘኽእል ስምምዕነት ኣብ መንጎ ኢራንን ኦማንን ኣብ ቀረባ ግዜ ክግበር እዩ ዝብል እምነት ከም ዘለዋ ገሊጻ። ብዛዕባ እዚ ጉዳይ ኣመልኪቱ ርእይቶ ዝሃበ ኣሜሪካዊ በዓል ስልጣን፣ ኣብ መንጎ ኦማንን ኢራንን ኣብ ጉዳይ እቲ ወሽመጥ ባሕሪ፣ ፅቡቕ ምዕባለታት ይረኣ ከምዘሎን ኣብ ቐረባ ግዜ ስምምዕነት ክግበር ተስፋ ከምዘለዎን ገሊፁ። ምንቅስቓስ ንግዳዊ መራኽብ ብዘይ ዝኾነ ይኹን ዕንቅፋት ዳግም ከምዝጅመር ዘረጋገፀ ስምምዕነት ወግዓዊ ምስተገብረ ኣሜሪካ ኣብ ልዕሊ ወደባት ኢራን ኣንቢራቶ ዝፀንሐት ማዕቐብ እገዳ ብቕልጡፍ ክተልዕሎ ምዃና እቲ ሓላፊ ወሲኹ ገሊፁ'ሎ። ካብ እገዳ ምልዓል ወጻኢ ዝኾነ ኣብ መጻኢ ዝውሰድ ተወሳኺ ስጉምቲ ኣሜሪካ፣ ኢራን ኣብ እትኣትዎ ቃል ኣብ ምትግባር ግዴታ ጥራሕ ብጥብቂ ዝተመስረተ ከምዝኾነን እቲ በዓል ስልጣን ኣረዲኡ። ኣብ መንጎ ስዑዲ ዓረብን ፓኪስታንን ቱርክን ዝተገበረ ስምምዕነት ምክልኻል መካ ናይተን ሰለስተ ሃገራት ናይ ባዕለን ክፍልታት ክመልእ ዝኽእል ላዕለዋይ ዓቕሚ ከምዘለዎ ተገሊጹ። ኣቦ ወንበር ኬልዌን ጉሩፕ፣ ከምኡ ድማ ጡረተኛ ላዕለዋይ መኮነን ሓይሊ ባሕሪ ዝኾነ ሄርላን ኡልማን እዚ ስምምዕነት እዚ ንስትራተጂካዊ ረብሓ ነብሲ ወከፍ ሃገር ፍሉይ ጥቕሚ ከም ዝህብ ኣል ኣልጀርዚራ ገሊጹ። ከም መብርሂ ኡልማን እንተኾይኑ ፓኪስታን ላዕለዋይ ናይ ገንዘብ ድሌት ስለ ዘለዋ ደገፍ ስዑድ ዓረብ ትደሊ፣ በቲ ካልእ ወገን ድማ ፓኪስታን ዘለዋ ናይ ኑክሌር ኣጽዋር ንስዑድ ዓረብ እሙን ምክልኻል ክኾነላ ይኽእል እዩ ክብል ገሊጹ። ቱርክን ፕረዚደንት ሃገረ ቱርክን ኤርዶጋን ነቲ ዓለም ምስልምና ንምምራሕ ዘለዎ ድሌት ከምኡ'ውን እታ ሃገር ዘለዋ ድልዱል ዓቕሚ ኢንዱስትሪ ምክልኻል ኣብ ግምት ብምእታው፣ እቲ ስምምዕነት ኣዝዩ ተስፋ ዝህብ ምዃኑ ገሊጹ። ይኹን እምበር እቲ ስምምዕነት ብግብሪ ኸመይ ክትርጎም ከም ዝኽእል ንምዝራብ ገና ግዜኡ ቀዲሙ ከም ዘሎ ኡልማን ኣጠንቂቑ። ብፍላይ ድማ ኣብ ሓንቲ ሃገር ዝስንዘር መጥቃዕቲ ከምቲ ኣብ ኹሎም ዝተሰንዘረ ክቑጸር ይግባእ ዝብል ሓረግ ኣብ እዋን ጸገም ዝተፈላለዩ ትርጉማት ክወሃቦ ከም ዝኽእልን ናይ ግድን ጣልቃ ምትእትታው ከየመልክት ከም ዝኽእልን ድማ ገሊጹ። ኡልማን ነቲ ስምምዕነት ክፍትኑ ዝኽእሉ ግምታት ከልዕል እንከሎ፣ ኣብ መንጎ ህንድን ፓኪስታንን ኹናት እንተተላዒሉ ወይ ድማ ኢራንን ሑቲን የመንን ኣብ ልዕሊ ስዑድ ዓረብ መጥቃዕቲ እንተልዒሎም፣ እዚ ኹነታት'ዚ ንቱርኪ ወይ ድማ ንፓኪስታን ናብቲ ኹናት ከእትወን ድዩ ዝብል ሕቶ ብምልዓል፣ ናይዚ መልሲ ኣብ ኸይዲ ናብ መጻኢ ዝረኣ ከምዝኾነ ገሊጹ'ዩ። ቀዳማይ ሚኒስትር ኣብይ ኣሕመድ ኢትዮጵያ ብቋንቋ ኦሮምኛ ገይርዎ ኣብ ዘሎ ቃለ መሕተት ኣብቲ ተዘርጊሑ ዘሎ ቀዳማይ ክፋሉ ንህዝቢ ኦሮሞ ንነዊሕ ዓመታት ዝገበሮ ቃልሲ ብዓወት ከምዛዘመ ብምግላፅ ድሕሪ ሕዚ ንኦሮሞ ክገዝእ ዝኽእል ዓቕሚ የለን ክብል ገሊፁ ዩ። ህዝቢ ኦሮሞ ከዓ ስልጣን ብምርካብ ጥራሕ ዘይኮነስ ቃልሱ ንኣእምሮ ህዝቢ ኦሮሞ ውን ናፃ ክገብር ብምኽኣሉ ከምዝተዓወተ ገሊፁ ዩ። ንሱ ኣብ መግለጺኡ ንታሪክ ህዝቢ ኦሮሞ ምስ ናይ ኤርትራ፣ ትግራይን ኣምሓራን ከምኡ ድማ ካልእ ክፋል ኢትዮጵያ ኣተሓሒዙ ሰፊሕ መግለጺ ክህብ ዝተርኣየ ኮይኑ ብወገን ተረኽቲ ከምኡ ውን ብወገን ኤርትራ ኣብ ዘሎ ዕላዊ ጸብጻባት ግና ኸልእ ትርጉም ዘለዎ ኣስማት ናይ ከም በዓል ኣምባሰዩራ ዝኣመሰሉ ካብ ሓቂ ዝረሓቑ ብቋንቋ ኦሮምኛ ከም ዝተጸውዑ ገይሩ ከቕርቦ ውን ተሰሚዑ ዩ። ቐዳማይ ሚኒስተር ኣብይ ኣሕመድ ብቋንቋ ኦሮምኛ ዝገበሮ ግን ከዓ ብኣምሓርኛ ትርጉም ዝነበሮ ቃለ መሕተቱ ብዝርዝር ክረኣ እንከሎ ፈለማ ኦሮሞ ክሳብ ኤርትራ ኣብ ግዜ ባሕረ ነጋሽ ኣብ ኤርትራ ከምኡ ድማ ኣብ ክልል ኣምሓራ ድማ ኣብ ከም በዓል ላሊበላ ዝበጽሕ ከም ዝኾነ ክገልጽ እንከሎ ኣብ ምሉእ ታሪክ ኣብ ዝኸድኻ እንተኸድኻ ናይ ኦሮሞ ተሳታፍነት ዘይብሉ ኣይትረክብን ኢኻ ክብል ተዛሪቡ እዩ ኣብ ላሊበላ ኣብ ኣክሱም ኣብ ባጽዕ ወይ ድማ ኣብ ምጽዋዕ ኣብ ትኸድ ኦሮሞ ዓቢ ግደ ኣለዎ ኣብ ኹሉ ዘመናት ታሪክ ንድሕሪት ተመሊስኻ ምስ እትርኢ እውን ንድሕሪ ሸሞንተ ሚእቲ ዓመታት ወይ እውን ሓደ ሽሕ ዓመታት ተመሊስኻ ህዝቢ ኦሮሞ ህይወቱ ወፍዩ ነዛ ሃገር ሃኒጽዋ እዩ ክብል ገሊጹ እዩ። ንኢትዮጵያ ግና ተዋጊኡዋ ኣይፈልጥን እዩ። ህዝቢ ኦሮሞ ኸዓ ንልዕሊ ሓደ ፍርቀ ዘመን ንውልቀ መላኺ ወይ እውን ዲክታቶርያል ስርዓት ክቃለስ እዩ ጸኒሑ ድሕሪ ምባል ኣብዚ እዋን እዚ ብቓልሱ ናጻ ኮይኑ እዩ ክብል እዩ ገሊጹ። ናጻ ምዃን ድማ ስልጣን ብምሓዝ ዘይኮነ ኣእምሩኡ እውን ናጻ ኮይኑ እዩ ብምባል ሕዚ ንኦሮሞ ክገዝእ ዝኽእል ሓይሊ የለን ክብል እዩ ገሊጹ። ኣብይ ኣሕመድ ቐጺሉ ኣብ ዝሓለፈ ዘመናት እውን ኣብ ኣክሱም፣ ኣብ ማይጨው ክሳዕ ባጽዕ፣ ህዝቢ ኦሮሞ ህይወቱ ወፍዩ እዩ ክብል እንከሎ ብህዘዋሪ ድማ ነቶም ንህዝቢ ኦሮሞ ናጻ ክነውጽእ ኢና ኢሎም ዝቃለሱ ትምኒት እዩ ዘለኩም ብምባል ንህዝቢ ኦሮሞ ናጻ ከም ዝወጸ ተዛሪብሉ እዩ። ቀዳማይ ሚኒስተር ኢትዮጵያ ኣብይ ኣሕመድ ኣብዚ ቃለ መሕተቱ ንናይ ህዝቢ ኦሮሞ ታሪክ ምስ ናይ ኤርትራ፣ ትግራይን ኣምሓራን ከምኡ ድማ ምስ ካልኦት ክፋላት ኢትዮጵያ ኣተሓሒዙ ክዛረብ ዝተሰምዐ ኮይኑ ኣብቲ ንኦሮሞ ምስ ኤርትራ ኣተሓሒዙ ዝተዛረበሉ ድማ ንኣብነት ኣብ ዓሰርተ ኣርባዕተ ትስዓን ትሽዓንተን ሰርጸ ድንግል ናይ ኦሮሞ ወተሃደራት መሪሑ ኣብ ምጽዋዕ ከይዱ ተዋጊኡ ምስ ዝበሃል ዝጠራጠሩ ሰባት ክህልዉ ይኽእሉ እዮም ነዚኦም ግና ታሪክ ከንብቡ ጥራሕ እኹል እዩ ክብል እዩ ገሊጹ ነገር ግና ኣብ ዓሰርተ ሽዱሽተ ክፍለ ዘመን ማለት እውን ኣብ ዓሰርተ ሓሙሽተ ዓሰርተ ክልተ ደጊሙ ናይ ባሕረ ነጋሽ ንጉስ ሕዚ ኤርትራ ዝበሃል ዘሎ ንጉስ ዶራ ዝብሃል እዩ ነይሩ፣ ንሱ ኦሮሞ እዩ ነይሩ ክብል እዩ ተዛሪቡ። ብዛዕባ እዚ እውን ዝጠራጠሩ ሰባት እንድሕር ደኣ ሃልዮም፣ ኣብ ኤርትራ ውሽጢ ባረንቱ ዝብሃል ዓቢ ከተማ ኣሎ። ስሙ ድማ ባረንቱ እዩ ዝብሃል። ብዛዕባ ቦራን ባረንቱን ግና እንታይ ንፈልጥ? ባረንቱ ዝብል ስም'ኸ ካበይ ኣምጺኦሞ? ባረንቱን ቦረናን እንታይ ኣተሓሒዝዎም? ተመራመርቲ ነዚ ታሪክ እዚ ከጽንዕዎ ይኽእሉ እዮም። እቲ ስም ግና ኣሎ ድሕሪ ምባል፣ ንባረንቱ ናይ ኦሮሞ ስም ምዃኑ ዘስምዕ መግለጺ ክህብ'ዩ ተሰሚዑ ዘሎ። ካብዚ ሓሊፉ እውን ኣብይ ኣሕመድ እዚ ጥራሕ ኣይኾነን ድሕሪ ምባል ኣብ ኤርትራ ብቋንቋ ኦሮምኛ ዝተጸውዑ ብዙሕ ቦታታት ኣለው ክብል ተዛሪቡ እዩ። ንኣብነት ክጠቅስ እንከሎ ድማ ንኣምባ ሶይራ ከምኡ ድማ ንኣምባ ደብራ ዝበሃሉ ቦታታት ምጥቓስ ይከኣል እዩ ድሕሪ ምባል ነዞም ቦታታት ድማ ይፈልጦም እየ ብምባል እዚኦም ምስማቶም ብናይ ቋንቋ ኦሮምኛ እዩ ተጸዊዑ ክሳብ ሕዚ ድማ በዚ ይጽውዑ ኣለው ክብል እዩ ገሊጹ። ይኹን እምበር ኣብ ኤርትራ እቲ ዝነውሐ ኣምባ ዝኾነ ኣምባሶይራ፣ እቲ ኣምባሶይራ ዝብል ሽም ኣብ ዕስራ ዕስራ፣ ስም ይመርህ ጥዋፍ የብርህ ብዝብል ኣርእስቲ ኣብ ዕላዊ ናይ ኤርትራ ሚኒስትር ዜና ተዘርጊሑ ኣብ ዘሎ ጽሑፍ ኣምባሶይራ ዝብል ስም ካብ ክልተ ቃላት ዝቖመ ከምዝኾነን እቲ ኣምባ ማለት ጎቦ ማለት ከምዝኾነን ሶይራ ዝብል ቃል ድማ ካብ ቋንቋ ሳሆ ዝተወሰደ ልዕል ዝበለ ወይ ድማ በሪኽ ዝብል ትርጉም ከምዘለዎንዩ ተጠቒሱ ዝርከብ። ይኹን እምበር ቀዳማይ ሚኒስተር ኢትዮጵያ ኣብይ ኣሕመድ ነዚ ስም ቋንቋ ኦሮሞ እዩ ክብል ኣብዚ ናይ ሕዚ ቃለ መሕተቱ ክዛረብ እዩ ተሰሚዑ። ኣብይ ኣሕመድ ካብዚ ሓሊፉ ኣብ ዝሃቦ መግለጺ እዚ ኣስማት ናይ ኦሮሞ ኣስማት እዩ፣ ክሳብ ሕዚ ድማ ኣብ ጥቕሚ ይውዕል ኣሎ ክብል እዩ ገሊጹ። እዚ ኣብ ውሽጢ ኤርትራ እዩ። ካብ ኤርትራ ወጻኢ ድማ ናብዚ ገጽና ምስ እንቐርብ ንኣብነት ኣክሱም እንተሪእና ኣብ ኣክሱም እንታይ ኢና ንርኢ? ካብ ቦኮ እንታይ ይፍለ? ድሕሪ ምባል፣ ንሓደ ከለቻቦኩ ዝበሃል ኣብ ናይ ኦሮሞ ገዳ ስርዓት ዘሎ ምልክት ስልጣንን ሰላምን ዝኾነ ኣርማታት ብምጥቓስ ምስ ናይ ኣክሱም ተመሳሳልነት ከም ዘለዎ ክዛረብ እዩ ተሰሚዑ። ብኸመይ እዮም ተመሳሲሎም ብምባል እውን ሕቶ ብምቕራብ እንታይ ርክብ ኣለዎም ከም ሕቶ ክለዓል ኣለዎ ክፅናዕ እውን ኣለዎ ክብል እዩ ኣብይ ኣሕመድ ተዛሪቡ። ይኹን እምበር ነዚ ተመሳሳልነት ብኣጋጣሚ ኣጋጢሙ ክትብለኒ ኣይትኽእልን ኢኻ ብምባል ናብ ኣክሱም ዘሎ ምስልታት ምስ ናይ ኦሮሞ ስርዓት ገዳ ዘሎ ምስልታት ከመሳስል እውን ተራእዩ እዩ። ካብዚ ቀጺሉ ኣቢ ኣሕመድ ካብ ኤርትራ ኣክሱም ሓሊፍና ናብዚ ገጽና ምስ እንመጽእ ስልጣን ዛጉቤ ንኣብነት ምጥቓስ ንኽእል ኢና ድሕሪ ምባል ነቲ ድሕሪ ምድኻም ንግስነት ኣክሱም ዝቖመ ናይ ዛጉዌ ንግስነት ጠቒሱ ምስ ኦሮሞ ዘለዎ ምትእስሳር ክገልጽ ተሰሚዑ። ንሱ ብዛዕባ ዛጉዌ ኣብ ዝተዛረበሉ ብዙሓት ሰባት ንዛጉዌ ምስ ላሊበላ ጥራሕ ኣተሓሒዞም እዮም ዝጠቐስዎ ድሕሪ ምባል ቕድሚ ላሊበላ ብ ኣርብዓ ዓመት ግና ነቲ ንግስነት የመሓደር ዝነበረ ኣምራህ ዝብሃል ንጉስ ነይሩ ቕድሚ ኣምራህ ድማ ቐዳማይ ንጉስ ዝነበረ መረራ ይብሃል ነይሩ መረራ ግን ናብዚ ዘመን ወሲዱ ንጉስ ገይርዎ ዝተጽሓፈ ታሪክ እውን ኣሎ ክብል ገሊጹ። ብኻልእ ኣዘራርባ ድማ ነቲ መራር ዝብል ስም ምስ ናይ ኦሮሞ ስም ከመሳስል ተራእዩ እዩ ዘሎ። ካብዚ ሓሊፉ እውን ኣብይ ኣሕመድ ካብ ላሊበላ ርሑቕ ኪሎሜትር ምስ ከድካ ኣብ ውሽጢ ትግራይ ኦሮሞ ዝዛረቡ ኦሮሞ ኢና ኢሎም ዝኣምኑ ክሳብ ሕዚ ህዝብታት ኣለው ክብል ተሰሚዑ። እቲ ኣዝዩ ዘገርም ነጥቢ ኣብይ ኣሕመድ ኣብ ከባቢ ላሊበላ ዘሎ ቅርጽታት ምስ ኣብ ክልል ኦሮምያ ኣብ ከባቢ ሰፍ ዑመር ዝበሃል በዓቲ ዘሎ ቅርጽታት ከመሳስል ተሰምዐ ኮይኑ እዚ ቅርጽታት እዚ ዘመሳስሎ ኣብቲ ሽዑ እዋን ነፋሪት ኾነ መጓዓዝያ ኣብ ዘይነበረሉ እዋን ብሓደ እንጅነር ድዩ ተሰሪሑ ወይስ ነንሕድሕዶም ተሞክሮ ይወስዱ ነይሮም ክፅናዕ እዩ ዘለዎ። ኣብ ጎኒ ድማ እቲ ርሕቐት ትሕቲ ሓደ ሽሕ ኪሎሜትር እዩ ብምባል ናይ ኦሮሞ ታሪክ ክሳብ ላሊበላ ይዝርጋሕ ከምዝነበረ ዘስምዕ መግለፂ እዩ ሂቡ ዘሎ። ንሱ ቀፂሉ እቲ ዘሎ ተመሳሳልነት ብኸመይ ኣጋጢሙ ዝብል ክለዓል ይኽእል እዩ ክሕሰበሉ እውን ዝግባእ እዩ ክብል እዩ ገሊፁ። ካብዚ ወፃኢ እውን ኣብ ላሊበላ፣

ክሳብ ሐዚ ንቫይረስ ኢቦላ፣ ዛየር ኢቦላ ቫይረስ ጥራሕ ኣፍልጦ ዝረኸበ እንኮ ክታበት ዝኾነ ኤርቮቦ ኣብ ልዕሊ ቫይረስ ቢንዲቡዮ ቫይረስ እውን ዝተወሰነ ደረጃ ምክልኻል ክህብ ከምዝኽእል እዩ ኣርእዩ ዘሎ። እዚ መፅናዕቲ እዚ ዝተኻየደ ውድብ ጥዕና ዓለም ተወሳኺ ምርመራታት ክገብር ብዘቕረቦ ፃውዒት መሰረት ምዃኑ እውን ተገሊፁ እዩ። ናይ ውድብ ጥዕና ዓለም ናይ ክታበት ምርምር ተክኒካዊ ኣማኻሪ ጉጅለ ነዚ ሓዱሽ ሓበሬታን ምግምጋም ዝሓለፈ ዓርቢ ኣኼባ ኣካይዱ ምንባሩ ይዝከር እዩ። እዚ ጉጅለ ብዘውጽኦ ናይ ውሳነ ሓሳብ መሰረት ኣብዚ ሐዚ እዋን ኣብ ዲሞክራሲክ ሪፐፕሊክ ኮንጎ ዝተኸሰተ ቫይረስ ቢንዲቡዮጎ መልሲ ንምሃብ ኽታበት ኤርቬቦ ቐዳምነት ኣብ ዝወሃበሉ ናይ ኸቢብ ኽታበት ፈተነ ክግምገም ከምዝግባእ መኺሩ እዩ። እቲ ውድብ ነዚ ተክኒካዊ ፈተነ ብዝተኻእለ ፍጥነት ንምጅማር ምስ ዝምልከቶ መሻርኽቲ ኣካላት ብምትሕብባር ይሰርሕ ከምዘሎ ተገሊጹ እዩ። እቲ ተክኒካዊ ኣማኻሪ ጉጅለ ኣብ ዝቕጽሉ እውን ሓደሽቲ ሓበሬታታትን መርትዖታትን ክርከቡ ከለው ምክትታል ብምግባር ከም ኣድላይነቱ ኣብቲ ናይ ውሳነ ሓሳባት ምምሕያሻት ከምዝግበር ድማ ዶክተር ቲድሮስ ኣድሓኖም እዩ